ዝተኸበርኩም ኣብ ውሽጢ ዓድን ኣብ ወፃእን ኮይንኹም ብቢ እግዚኣብሔር ዝሃበኩም ዕዱል ስራሕ እናሰራሕኹም ብትለለኹሞ እግዚኣብሔር ዕድመ ምስ ጥዕና ሂብኩም ኣብ መላእ ዓለም ኮይንኹም ሃይማኖትኩም ኣፅኒዕኹም ኣብ ዝተፈላለየ ስራሕ ኮይንኹም እዚ ሰዓት እዙይ እዚ ዕለት እዙይ እቲ ናይ በረከት ጾም እዙይ ዘብፀሐኩም እግዚኣብሔር ኣምላኽና እንኳዕ ብሰላም ብፍቅሪ ዕድመ ምስ ጥዕና ሂቡ እንኳዕ ኣብፀሐኩም እንኳዕ ኣብፀሐና። እቲ ጾም እዙይ ዓብዪ ጾም እዩ። ኣምላኽና እግዚኣብሔር ካብ ሰማያ ሰማያት ወሪዱ ካብ ድንግል ማርያም ተወሊዱ ልጾሞ ጾም እዩ። እሱ ሓጢኣት ነይርዎ ኣይኾነን። ናትና ሓጢኣት ልምድምሳስ እዩ። ለኣና ኣብነት ልምዃን እዩ። ናትና ፍጹም ስጋ ስለ ዝለበሰ ናትና ሓጢኣት ልምድምሳስ ኢየሱስ ክርስቶስ ጾይሙ እዩ። ለኣና እውን መርኣያ ኮይንና እዩ። ስለዚህ ኣብ ዓለም ኩሉ ኮይንኹም እልትነብሩ እስካብ ሰዓት እዙይ ዕድመ ሂቡ ዘጽንዐኩም ክርስትያን ክርስቶሳውያን ደቂ እግዚኣብሔር ፍጥረት እግዚኣብሔር ኩልኹም እንኳዕ ላብቲ ዓብዪ ጾም ኣብፀሐኩም እናበልኹ እቲ ጾም እዙይ ብፍቕሪ ኮይንና እንድሕር ጸይሙናዮ ብንስሓ ህይወት ተሓጺብና ልበደልናዮ ናብ እግዚኣብሔር ኣምላኽና ብንብዓት ብንብዓት ጠይቕና ይቅርታ ሓቲትና እንድሕር ጸይሙናዮ ናይ በረከት ጾም ክኾነልና እዩ በተለይ በተለይ ድማ ኣብ ዓድና ኣብ ኢትዮጵያ ኣብ ትግራይ ዘሎ ንሰምዖን ንሪኦን ዘለና ክፉእ ዘረባ ክፉእ ለየድሊ ልብኻ ዘጭንቕ ድቃስ ዝኸልእ ሕማቓት ወረታት እንሰምዖ ለለና ክውገደልና እንድሕር ኮይኑ ሓወይ ሓፍተይ ተባሃሂልና ብልቢ ብሓቂ እርስ በርስና ንዋዳእ ኣለና። ሓው ልሓዉ፣ ሓፍቲ ልሓፍታ፣ ኣቦ ልውላዱ፣ ውላድ ልወላዲኡ እርስ በርስና ንጣፋእ ኣለና። እርስ በርስና ንማወት ኣለና። እርስ በርስና ብሕማቕ ዓይኒ ንረኣእ ኣለና። ብሕማቕ ሓሳብ ንተሓሳሰብ ኣለና እሞ እዚ ሰላም ክኾነልና ብልቢ ንጹም ንስሃ ኣቲና ንጽሞ። እቲ ንስኻ ድማ ጾም ክትጾም እንተኾይንካ ፍቕሪ ለይብሉ ጾም ከንቱ እዩ ፍቕሪ ለይብሉ ጾም ከንቱ እዩ ቅዱስ ጳውሎስ ናብ ቆሮንቶስ ዝጸሓፎ መልእኽቲ ኣብ ምዕራፍ 13 ዓለም ኩሉ ካብ ልጅመር ጀሚረ እስካ ፍጻሜ እንተፈለጥኹ እንተተነበኹ ፍቕሪ ተዘይብለይ ከንተ ኮንኹ ኵሉ ገንዘበይ ልምጽዋት ሂበ፣ ስጋይ እኳ በእንተ እግዚኣብሔር ኢለ ብሰማኢትነት እንተ ሞትኩ፣ ፍቕሪ ተዘይብለይ፣ ከምቲ ሽዋሕሽዋሕ ልብል ጸናጽል ድምጺ ጥራሕ ኾንኩ፣ ከምቲ ልውቃዕ ከበሮ ጥራሕ ኾንኩ፣ ከምቲ ናይ ደወል ድምጺ ኾንኩ፣ ሞያየ ለይብለ፣ በረከት ዘይብለይ ክቐሪ እየ። ፍቕሪ እንድሕር ሃልዩ ግን መእሰሪ ኵሉ እዩ። ፍቕሪ ፍቅርሰ ይደመስሶን ለኵለን ኃጣውእ፣ ፍቕሪ ልኵሉ ኃጢኣት ይድምስሶ። ፍቕሪ ኩሉ ሓጢኣት ይደፍኖ እዩ እሞ ብፍቕሪ ኮይንና ንጽሞ ብፍቕሪ ኮይንና ንጸሊ ብፍቕሪ ኮይንና ካብ ህፃን እስካብ ሽማግለ ብቢ ዓቕሙ ክፀውም ክፅሊ ይግባእ ንምንታይ ሰላም ክኾነልና ሰላም እንድሕር ዘየልዩ ፆም ልበሃል የለይ ፀሎት ልበሃል የለይ ቁርባን ልበሃል የለይ ቅዱስ ወንጌል ምስማዕ የለይ ቤተ ክርስቲያን ምኻድ የለይ ብህይወት ምንባር የለይ ሰላም ክኸውን ግን እግዚኣብሔር ኣምላክ እዛ ሰዓት እዚኣ እዛ ዕለት እዚኣ ኣብ ዕድመና ወሲኹ ሂብና እኒኦ ለምንታይ ንስሃ ምእንታን ክንኣቲ ካብዞም ልዓረፉ ልሓለፉ ኣቦታትና ፅድቂ ስለ ዝገበርና ይኾነ ፅድቅና ስለ ዝበዝሐ ይኾነ ሓጢኣትና በዚሑስ ንስሃ ምእንታን ክንኣቲ እዩ ምስ ሓጢኣትና ሞይትናስ ክፈርደልና ስለ ለይደሊ እዩ ምስ ሓጥናትና ሞይትና ካባይ ራሕቑ ክብለና ስለ ለይደሊ እዛ ሰዓት እዚኣ እዛ ዕለት እዚኣ ልንስሃ ትኾን ኣብ ዕድመና ወሲኹ ይህብና እዩ ስለዚ ኩላትና ንስሃ ንእቶ ንስሃ ኣቲና ተፋቒርና ተስማዕሚዕና ሓወይ ሓፍተይ ኣቦይ ኣደይ ተባሃሂልና ከይተፈላለና ብሓደ ልቢ ኮይንና ንጽሞ ብፍቅሪ ኮይንና ንጽሞ እግዚኣብሔር ናይ ሰላም ጾም ናይ በረከት ጾም ናይ ድሕነት ጾም ናይ ስምምዕነት ጾም ልክገብረልና ቅዱስ ፍቃዱ ይኾነልና ብድጋሚየ እንኳዕ ኣብፀሐኩም እንኳዕ ኣብፀሐኩም ላብ ብርሃነ ትንሳኤኡ